ሰላም ሰላም ክቡራት ተኸታተልተይ ከመይ ውዒልኩም? ሰላም ዲኹም? ኣነ ሰላም እየ ኣምላክ ይመስገን። ኣሜን ያቱ ባርከስ ናለ መዓንቲ ዴታ ኣይኮን ብዛዕባ ናይ ዩቱብ ቻናል ዘለክን ሰባት ወይ ከዓ ዩቱብ ከዚ ዝሓፈትክን ክትከፍታ እውን ኣይልትሓስለኽን እዩ ክኾን መልእኽተይና ብጣዕሚ መፍርሒ መጠንቀቕታ ንሃኒ እዩ ዩቲዩብ ናተይ ካብኡ ደሞ ዩቲዩባት ናይ ብዙሓት ኣሕዋተይ ብለይ ምንም ምኽንያት ለታዕፀያ እዩ ዝርከብ እንታይ እዩ ምኽንያቱ እንድዒ ብቻ ግን ዩቲባት ብዙሕ ዩቲባት ይዕፀ ኣሎ ናተይ እውን መሰጅ ይመፀን ኣሎ ንወርሒ ታሕሳስ ብቻ ካብ ወርሒ ጥሪ ግዛዕ ምዛእ እዩ ኣሎ ብጣዕሚ ፈሪሓ ነው ታእዩ ኮይኑ እስኪ መፍትሒ ንገሩና ካብኡለ ዩቱበራት ዘለኽንለ ተጠንቀቃ እስኪ ዝኾነ ዓይነት መሰጅ ትመፅእክን ብትግርኛ ኣስተርጉምክን ፍለጦ እንታይ ሃምሉሎ በቃ መሰጃት እዩ ዝልእኽ እንታይ እዩ ኮይኑ ዝኾነ ሓድሽ እርምጃ እናወሰደ እዩ መስለኒ ኣብቲ መሰጅ ለስተርጎምክዎ ሃምዝረእኽዎ ሓድሽ ናይ ጋላክሲስ በቃ ካብ ወርሒ ታሕሳስ ሓምለ የገልግል ጋላክሲ ሞባይል ካብ ወርሒ ታሕሳስ ሓምለ የገልግል ካብ ወርሒ ጥሪ ግን ሓድሽ ግዛዕ ምዛዕ ሃም ትጅምሩ ገለ ኢሉ መሰጅ ይሰድድለይ ኣነ ብጣዕሚ ግን ፈሪሐ እንደ ብቻ ልፍርሕ የውለይ ከምኡ ትኾነ እውን ካሊእ ምኽፋት እዩ ግን ዓብይ ጥንቃቐ ክንገብሮ ዝግበአና ኣሕዋተይ መሰጅ ልኾነ መሰጅ እኒኦ የስ በል ኢሉ ልመፀካ የስ ከይትላ ዩቱበራት ኣሕዋተይ እዚ ኣጋጣሚ ዓብዪ ጥንቃቐ ልግበእና ቅድሚ ኸዚ ኣነ ካብ መን እየ ተማሂረ ካብ ጓራያ ጓራያ ቅድሚ ኸዚ ልኾነ ኣብ ስዑዲ ናሃለየት ዓብዪ ቻናል ተዓፅይዋ ነይሩ ገና ከይኣተወት ብጣዕሚ ሓዚና ዓብዪ ቻናል ተዓፅዋ ብምንታይ ምኽንያት እዩ እንታይ መሰጅ መፅዋኸ እና ክብራተይ ካብኣ እየ ተማሂረ ብጣዕሚ ካብ ጓል ራያ ብዙሕ ትምህርቲ እየ ወሲደ ሓቂ ዘረባ ንምንታይ ሲ ዝኾነ ወይ ኖበል ይወስል ትል ትመፀካ ኣሎ ንኣብነት ሲ ዝኾነ ነገር ላረእኹ ነይረስ ክልተ እንትን ይመፀኒ ኖበሊ የሰል ይብል ይመፅእ ማለት እዩ ምንም ከይነካእኹ ብማእኸል ወፅአ የንጥሮ በተለይ በተለይ ኣብዚ ወርሒ ክልተ ወርሒ እዚ በቃ መዓልታዊ የስ በሊ የስ በሊ ዳኣለ ይመጽእ ልምንታይ እዩ ግን እንድዒ መን እዩ ሃምኡ ብሎ ኣሎ ሰብ ድዩ ዋላ እዞም ካምፓኒ ድዩ ዩቱብ ባዕሉ ድዩ ኣይዶን ንፈልጦ እንትን የለን ብቻ ግን ምጥንቃቕ ጽቡቅ እዩ በተለይ በተለይ ዩቱበራት እስኪ ተጠንቀቃ ተኩላይ ደኺምካ ገለስ ከቢድ እዩ ንኣብነት ሙሰ ሻኩር ሓውና ብጣዕሚ ዓብዪ ቻናል ብዙሕ ነገር ዝጥቀመሉ ነበረ ሓውና ተዓፅዩ እኒኦ ብምንታይ ምክንያት ምኳኑ ያው ባዕሉ ይፈልጦ ብዩቱብ ምክንያት ድዩ ሕማቕ ቪድዮ ድዮም ሰሪሖም ዋላ መን ሃም ዝዓፀዮ ያው ሓደ እግዚኣብሔር እዩ ዝፈልጥ ግን ምጥንቃቕ ኣድላይ እዩ ዝኾነ የሰን ኖበል ልመል ትመፀክ እንተሎ ምንም ከይነካእኽን ብማእኸል ወፂኽን ንኸኦ ያኢ ተመረጭ ምጥንቃቅ እያ እምበይ መን ምኳኑ ይፍለጥ እዩ ሓደ ኣምላኽ እዩ ዝፈልጦ እና ናተይ ለ ብቻ ብጣዕሚ እዩ ፈሪሕ ኒኹ ያው ለፍራሕ እውን የብሉ ሞት እውን ኣሎ እዩ ተዓፅዩነ ተዓፅዩ ኣሎ ኦረዲ ካሊእ እቲ ብካ ምክፋት እዩ ኣጋጣሚ ብናይ ሙሰ ሻኩርላ ደስታ ሸው ልብል ክልተ እንተነብዝሎም ወይነስ ብለይ ምንም ምክንያት ምክንያት ብለይ ተፈለጠ ዩቲቦም ተዓፅዩን እዮም እና እንደ ናተይ ደስ ዝኾነ መሰጅ መፅኡ ኣሎ ብቻ ኣምላኽ ይፈልጥ ግን ምስ ኣምላኽ በዓልና ምጥንቃውን ኣድላይ እዩ የስበል ነበል ትመፅእ ተሎ ኩሉ ግዜ ግን ከይትነኽኣ ዩቲበራት ኣሕዋተይ ናይ ዩቲዩብ ድኻም ዝፈለጠ እዩ ዝፈልጦ ዓዲ ዓሮ ኮይንካ ምስ ብዙሕ እንትን ምስ ዓዲ ዓረብ ቀትሪ ለይቲ ንዓረብ ስራሕ ወዲእና እንድያምስ ልካዚ ላብዚ ከፊትካ ዓድካ ኮንካ ክትፅዕር ዝሐሸ እየ ልብሎ ኣነ ብናተይ ዓዲ ዓረብ ንዓረብ ስራሕ ወዲእና ድቃስና የቅረየና ኣልና ዩቱብ ክንሰርሕ ላይብ ኣቲና ኣርባዕተ ሰዓት ሓሙሽተ ሰዓት ላይብ ንሰዓት ክንመልእ ዝለፋዕና ዩቱብ ልኾነ ነገር ክኾን ተሎ እንታይ ዓይነት ስምዒት ይስምዐካ እዩ? ብግዜኡ ንእሽተይ የናደካ እዩ ግን ኣነ ካብ ሱዑዲ ኮይንካ ምስቲ ድኻም ገለታት እምበር እቲ ዋይፋይ እዩ ንዓዲ ዓረብ ላኾነ ምንም ለይርደአካ እምበ እቲ ግዜ ግን ዓድኻ ይሓሽ ይብል ማለት እቲ ስራሕ ናይ ባዕልካ ገዲፍካ ኮፍ ኢልካ ዩቲብካ ትሰርሕ ኢኻ ኣብ ስደት ግን ኣረ ስራሕ ገዲፍካ መቸም ቪድዮ ትሰርሒ ላይቭ ትሰርሒ እና ብጣዕሚ እዩ ማለት እሲ በስመ ኣብ ሙሰ ሻኩር ሓውናና እጆኻ ኣብዚ ኣጋጣሚ ተሰሚዕካዮ እቲ ቪድዮ ያው ሳብስክራይብ ጌርካ ኢኻ እንደ ሳብስክራይብ ጌርካ ይሰምዖ ነይረ እየ ናትካ እውን ሳውን ትሰምዖ ኢኻ ናተይ ብቻ ኣጆኻ በርቲዕካ ስራሕ ዓድኻ ኮይንካስ በተለይ ንደቂ ተባዕትዮስ ምንም ካልእ ስራሕ ስለ ብዙሕ ዘይብልኩም መቸም ምሸት ምሸት ላይቭ ናኣትኻ ቪድዮ እናልቐቕኻ ልመልእ ሰዓት ልመፅእ ሳብስክራይብ እዩ እና ብጣዕሚ ብጣዕሚ ዓብዪ ጥንቃቐ የድሊ ኣሎ ከዚሲ ዩቲዩብ ብጣዕሚ ዓብዪ ትኩረት ይገብር ኣሎ ሃመ እዩ እንታይ እዩ ኮይኑ ኣይደነ ኬር እንታይ ኢና በዲልናካ ዩቲዩብ እንድዐ እንታይ እዩ ኮይኑ ኣይትስርሑ ድዩ ዩቲዩበራት እና በዚሕና ብቻ እንድዐ ካብኡ ደሞ እዞም ነባራት ዩቱበራት ዝበሃሉ ከዚ እኒ ሳሚ ትግራይ ጎበዛት ነይሮም ከዚ ግን ዳርጋ ዩቱብ ገዲፎም ናብ ፌስቡክ እዮም ንከለዉ ላሰልቸዮም ድዩ ዋላ እቲ ነባር ይሓድጎ ኣሎ እቲ ሓዱሽ ዩቱበር ይስዕ ኣሎ ብጣዕሚ ብጣዕሚ ድኻም ዘለዎ ስራሕ ግን ናብ ፌስቡክ ናይ ቲክቶክ ናብ ፌስቡክ ብጣዕሚ ይቐልል እንዴ ያሜ ምዃኑ ብቻ እስከ ተጠንቀቃ ናይ ዩቱብ ድኻም ልኸፈተ ልለፈዐሉ ልሰረሐሉ እዩ ልፈልጦ ብቻ እንደ ጆጋን ጠንካራታት ኣሕዋትና እኒዋ ዩቱብ ተዓፅቦን ንኣብነት ሜሪ ትግራይ እውን ተዓፅቦ እዩ ብዙሓት እዮም ከ ዝኸዝልዕ ዘሎ ሜሪ እውን እንታይ ብምንታይ ምክንያት እዩ ኮ ተዓፅዩ ኣሎ

ልፌስቡክ ልትክቱክ በቃ ጭፈራ ሃጠው ቆጠው እዩ እምበይ ኣነ ካብ ፌስቡክ ካብ ትክቱክ እዩ ብዙሕ ቁም ነገር ርእየ ፈልጢ ብዙሕ ይፈትወ ንኣብነት ማነው ቲክቱክ ናተይ ህንደ ሽሕ እዩ ኣርባዕተ ሽሕ ድዩ ገለ ከባቢ ወፂሑ ነዮ ግን ምንም ቆላሕ ይብለይ እምበር ብጣዕሚ እየ ክዓቢ ነይሩ ግን ኣይፈቱ ትክቱክ ዓዲ ኣረው ጨሮ ዓዲ እውዳት መሲሉ ይረአየኒ እቲ ገንዘብ ደሞ ካብ ዩቱብ ዝተሓተ ነገር ዝተሓተ ስለዝኾነ ብዙሕ ኣያም የብለይ ተለካበደ ስራሕ እኒኦ ስርሑ ከቢድ ናይ ዩቲዩብ ስርሑ ከቢድ ቅርሹ ጥዑም እኒኦ ኣብ ዩቲዩብ ብትክክል እና እስኪ እግዚኣብሔር ይሓግዘና ናተይ እውን እግዚኣብሔር ይሓግዝኪ ታዩ መጠንቀቅታ ወርሒ ታሕሳስ ብቻ እዩ ለገልግል ገለ ኢልኒ ሲ ብጣዕሚ ፈሪሐ እኒኦኩ ኣምላክ ኣሎ ንዓኹም ሒዘ ኣነ ውን ምንመ ኣይፈርሒ ከፊትኻ ከሊእኻ ምዕባይ እዩ ተዘይ ኮይኑ ግን ልካ ሽዑ ግን ኩላትና ንጠንቀቅ ኩላትና ዓብይ ስጉምትታት እዩ ዝወስድ ለዩቱብ ንክኣል ስኢንናዮ ኣእመሉ ከክሉ ናይ ዩቱብ ኣመል ብጣዕሚ ይከብድ ፀባይ ይከኣል እዩ ከምዚ ኣመሉ ዝቀጠነ ሰብ እኒኦ ከምኡ እዩ ኣመሉ ቀጢን እዩ ናይ ዩቱብ ዩቱበራት እኳ ትፈልጦ እንዲኹም ዩቱብ ሌብልኹም ግን እና ናይ ማዓንቲ እዚ መስል